ሰላም ሰላም ክቡራትን ክቡራን ተኸታተልቲ መደብ ብርሃን ሪከርድስ ከመይ ጸኒሕኹም? ሎማዓንቲ ድማ ንሓፈሻዊ ፍልጠት ይጠቅም እዩ ዝበልክዎ ሓበሬታ ብዛዕባ ዳይናሶር ሒዘልኩም መጽኤ ኔኹ። ሰብስክራይብ ብምግባር ጸኒሕትኩም ምሳና ክትገብሩ ይዕድም። Shbaa hallo mami Shbaa hallo mami
ኣብ ሜሶዞይክ ኤራ ዝበሃል ዝነበረ እዋን ወይ ድማ ዘመን ከም ዝነበረ ብሳይንስ ዝእመነሉ ዓይነት እንስሳ ዳይናሶር መን እዩ? ግዝፈቱ ከ ከምቲ ኣብ ሕልናና ዘስፈርናዮ ከክንዲ እምባ ድዩ ጻንሒቱ ክንደይ እዋን ነይሩ? ብኸመይ ምኽንያት ከ ጠፊኡ? ንዝብል ሕቶታት ብሃይማኖታውን ሳይነሳውን ምርምር ክንገብር ኢና፣ ሓቢርኩምና ጽንሑ። ኣብ መእተዊ ከም ዝገለጽክዎ ሜሶዞይክ ኤራ ዝበሃል ዘመን ቅድሚ ክልተ ሚእትን ሓምሳን ክልተን ሚልዮን ዓመት ክሳብ ሱሳን ሽዱሽተን ሚልዮን ዓመት ኣቢሉ ዝተኸሰተ ዓብዪ ናይ ጂኦሎጂካል ግዜ ክፍሊ እዩ። ካብ ፓለዮዞይክ ዘመን ቀጺሉ ናይ ፋኔሮዞይክ ኢዮን ካልኣይ ዘመን እዩ። ናይ ሜሶዞይክ ዘመን ኣብዚ ግዜ ውሽጢ ብዘሎ ናይ ዳይናሶር ልዕልናን ዓብላልነት ብዙሕ ቁጽሪ ብምምልካት ናይ ተስሓብቲ ዘመን ወይ ድማ ናይ ዳይናሶር ዘመን ብምባል ይፍለጥ። ዘመነ ሜሶዞይክ ኣብ ሰለስተ ወቕቲ ዝተኸፈለ እዩ። ትራይሲክ፣ ጁራይሲክ፣ ክሪተሺየስ ድማ ይበሃሉ። ቀዳማይ፣ ትራይሲክ ፐሬድ፣ ካብ ክልተ ሚእትን ሓምሳን ክልተን ሚልዮን ዓመት ክሳብ ክልተ ሚእትን ሓደን ሚልዮን ዓመታት ኣቐድም ኣቢሉ ዝነበረ እንትኾን፣ ትራይሲክ ካብ ፐርሚያን ትራሲክ ናይ ብርሰት ሓደጋ ወይ ከዓ ናይ ምጥፋእ ክስተት ንደሓር ናይ ህይወት ምፍጣርን ምፍልላይን ኣመልኪቱ ቀዳሞት ዳይናሶርን መጥበብቲ እንስሳን ተሰሓብቲ እንስሳን ክረኣዩ ጀመሩ። ካልኣይ ናይ ጁራሲክ ግዜ ካብ 201 ክሳብ 145 ሚልዮን ዓመታት ኣቐድም ዘበለ ኮይኑ ጁራሲክ ከም ስተጎሳውሮስ፣ ብራቺዮሳውሮስን ኣሎሳውሮስን ዝተባህሉ ተፈለጥቲ ዘርእታት ሓዊሱ ብዳይናሶር ሰፊሕ ዓብላልነት ይፍለጥ። ናይ መጀመርታ ነፈርቲ ዝተፈጠርሉ ወቕቲ እውን እዩ። ሳልሳይ ክሪተሽየስ ወይ ድማ ናይ ፍጥረት ግዜ ካብ ሚእትን ኣርባዓን ሓሙሸን ክሳብ ሱሳን ሽዱሸን ሚልዮን ዓመታት ኣቐዲሙ ዝነበረ እንትኾን፣ ከም ታይንራሮሳውረስ ሬክስ፣ ትራይሲራፕስን ቬሎሲፕራተር ዝተብሃሉ ፍጥረታት እንትፍጠሩ ከምኡ ውን ዓምበብቲ ተኽልታት ናይ ውሽጢ ባሕሪ ተሰሓብቲ እንስሳ እናተባዝሑ እንትመፁ ናይ ሜሶዞይክ ዘመን ኣብቂዑ ክሪቴሽየስ ፓሊዮጂን ናይ ጥፍኣት ግዜ ብምባል ዝፍለጥ መስካሕኽሒ ክስተት እንትኾን ናይ ነፈርቲ ዘርኢ ዘይኮኑ ኩሎም ዓይነታት ዘርኢ ዳይናሶር ክጸንቱ ክኢሎም እዮም። ነዚ ድማ ከም ምክንያት ገይሩ ዝጠቕሶም ኣብ ሜክሲኮ ትበሃል ሃገር ዝርከብ ፍሉይ ቦታ ዩካታን ዝተባህለ ናይ ሽዱሽተ ማይልን ዓሰርተ ኪሎ ሜትር ዲያሜትር ዝሽፍን ወሻጥ ናይ ባሕሪ መሬት ምስ ገዚፍ ኣስትሮይድ ማለት እውን ኮኾብ ምስ መሬት ብምግጫዉ ኣብ ከባቢ ኣየር ኣቧራ ጋዝ ስለ ዝለቐቐ ሓያል ነበልባልን ሓዊን ሱናሚን ናይ ዓለምና ኩነታት ኣየር ኣዛቢሑ እሳተ ጎመራ ብምግንፋል ናይ ባሕሪ ውቅያኖስን ማዕበልን ኩሎም ተደራሪቦም ከም ዘጽነትዎም ሳይንስ ይኣምን። ሃይማኖት ከ እዚ ጉዳይ እንታይ ይብል? ሃይማኖት መጽሓፍ ቅዱስ ኣብዚ ሳይንስ ምርምር እንትነናጻጽር ግና ገና ካብ መጀመርትኡ ዓለም ክልተ ሚእትን ሓምሳን ክልተ ሚልዮን ዓመት እንትንብል እረ ሕደግ ዓለም ካብ ትፍጠር ገና ሸውዓተ ሽሕን ሓሙሽተ ሚእትን ዓመት እያ ገይራ ብምባል ተቓውምኡ የቕርብ። ንምዃኑ እዚ ነውግዐሉ ዘለና ዳይናሶር ናይ ብሓቂ ኣብዛ ዓለም ነይሩ ድዩ ሽሙኸ መን ሰምይዎ? ግዝፈቱኸ ዓብዪ ምዃኑ ብምንታይ ነረጋግጽ? ንዝብል ሕቶ መልሲ ግን ናብ ሓደ ቦታ ክወስደና እዩ፣ ናብ ናይ ኤመሪካን ፊልም መምረቲ ትካል፣ ሆሊዉድ። ፈለማ ፊልም ዳይናሶር ዝሰርሐ ትካል ሆሊዉድ ቅርጽን ግዝፈትን ዳይናሶር ብኸመይ ክፈጥር ክኢሉ ንዝብል ድማ ከም ኣቋጻጽራ ፈረንጂ ብ ዓሰርተ ሽዱሽተ ሰብዓን ሸውዓተን ሮበርት ፕሎት ዝተባህለ ግለሰብ ሓደ ገዚፍ ዓጽሚ ከም ዝረኸበን ምናልባት ከም ናይ ሓርማዝ ዝበሉ ኣብዚ እዋን ዝርከቡ ዓበይቲ እንስሳታት ቅሪተ ኣካል እዩ ብምባል ዝተገደፈ እንትኾን ዳግማይ ግን ብ ዓሰርተ ሸሞንተ ዕስራን ክልተን ሜርያም ዝተባህለት ሰበይቲ ሓደ ብጸሓይ ነጸብራቕ ዝበርህ ክቡር እምኒ ትረክብ። ኣብቲ እዋን ምስ ኣልዐለቶ ኣብ ውሽጡ ስኒ ነበሮ። ነዚ ኣጋጣሚ ፍሉይ ትኹረት ብምሃብ በዓል ቤታ ዶክተር ማንቴልስ ናይ ሓደ ግዙፍ ተኽሊ ዝምገብ እንስሳኣ ስኒ እዩ ብምባል ናይ ኢጓና ስኒ ብምባል ሰምይዎ ነበረ። ብዙሕ ከይጸንሐ ድማ ብ1841 ዓ.ም ሪቻርድ ኦውን ነዚ እንስሳ መደንገጽ ይጠበቕ ዝብል ትርጉም ዘለዎ ናይ ግሪክ ስም ሰመዮ። ሽሙ ድማ ዳይናሶር ዳይናሶር ማለት ብትግርኛ መደንገጺ ጠበቕ ዝብል ትርጉም ኣለዎ። ብዛዕባ ግዝፈቱ ግን ዕድመ ንሆሊውድ ኣኒሜሽን ሜከርስ ባዕሎም ዝፈጠርዎ እምበር ቅሪተ ኣካሉ እኳ ምሉእ ምሉእ ኣይተረኽበን። ገጹ፣ ጭርኡ፣ መሓውሩ፣ ግዝፈቱ፣ ድምጹ ዘበለ ኩሉ ባዕሎም ሆሊውድ ዝፈጠርዎ ደኣ እምበር ከምኡ ምንባሩ ዝገልጽ ምንም መረዳእታ የለን። ሳይነስን መጽሓፍ ቅዱስን እንትንርኢ ሳይንስ ዝብሎ ወዲ ሰብ ኣብ ምድሪ ቅድሚ ምፍጣሩ ስሳ ሚልዮን ዓመት ኣቐዲሙ ኣብ ሜሶዞይክ እናተባህለ ዝፅዋዕ እዋን ይነብር ምንባሩን ወዲ ሰብ ቅድሚ ምፍጣሩ ዝፀነት እንስሳ ምዃኑ እንትገልፅ መፅሓፍ ቅዱስ ግን ናይ መጀመርታ ሰብ ኣዳም ኩሎም ዓይነታት እንስሳ ከም ዝረኣየን ይገልፅ። ዋላ እኳ መፅሓፍ ቅዱስ ዳይናሶር ኢሉ ኣይፀውዓዮ ካብቶም ኣብ ዓይነታት ኣራዊት ሓደ ምዃኑ ይግመት እሞ ብኸመይ ድኣ ጠፊኡ እንትንብል ግን መልሲ የለን። ኣብቲ ናይ ጥፍኣት ማይ ድዩ ጠፊኡ ተልና ድማ ፈጣሪ ንኖህ መርከብ ሰሪሕኻ ካብ ኩሎም ዓይነታት እንስሳ መሪጽካ ከክልተ የእቱ ኢሉ ኣብ ዝኣዘዞ ወቕቲ ዳይናሶር ዘይካተት እንተኾይኑ መጥፍኢኡ ምኽንያት ናይ ጥፍኣት ማይ ክኸውን ከምዝኽእል ግምት ኣሎ። ግን ንምንታይ? ግዝፈቱ ናብታ መርከብ ንኸይኣቱ ዝዓግቶ እንተ ዀይኑ፣ መጽሓፍ ሄኖክ እቲ ኣራዊት ግዝፈቱ ከክንዲ ሰገን እዩ ይብል። ወይ ድማ ስጋ ተመጋቢ ዀይኑ ነቶም እንስሳት ከይበልዖም እንተ ተፈሪሑ ድማ፣ ቅድሚ ናይ ጥፍኣት ማይ ምኽሳቱ ኵሎም ኣብ ምድሪ ይነብሩ ዝነበሩ እንስሳታት ተመገብቲ ተኽሊ ምንባሮም እቲ መጽሓፍ ባዕሉ ይገልጽ። እሞ ብኸመይ ደኣ ጠፊኡ? መልሲ ኣይተረኽበን። ሳይንስ ዝብሎ ኣብ ሜሶዞይክ ኮይኑ ትራይሲክ ወቕቲ ተፈጢሩ ኣብ ክሪተሼስ ብምኽንያት ምዝባዕ ኣየር ናይ ውቅያኖስን ባሕርን ማዕበል ሱናሚ እሳተ ጎመራን ከም ዘጥፍእዎ እንትገልጽ መጽሓፍ ቅዱስ ግን ንጹር መልሲ ኣይህብን ክልቲኦም ድማ ንጹር መረዳእታ ካብ ዘይብሎም ፍርዲ ንክብራት ተከታተልተይ ክገድፈልኩም እምበኣርከስ ክቡራትን ክቡራን ተከታተልቲ መደብ ብርሃን ሪከርድስ ንናይ ሎሚ ዝነበረና ጻንሒት ዳህሳስ ናይ ዳይናሶር ነዚ ክትከታተልዎ ጸናሕኩም ይመስል ነይሩ ስለ ዝተከታተልኩምና ካብ ልቢ የመስግን ዘለኩም ሓሳብን ነቀፌታን ጸሓፉልና subscribe ብምግባር ድማ ቀጻሊ ቪድዮና ተጸበዩ ክሳብ ሽዑ ሰሰናዩ ንኩላትና ተመንየ ቻው ቻው።